ሰላም ሰላም ክቡራት ተኸታተልቲ ብዘለኹምዎ ኮይንኩም ነዛ ቪድዮ ትሪኡ ብምልእኹም ሰላምኩም ብዝሕ ትርፍ ይበለለይ። ሎማዓንቲ ከዓ ሒዘልኹም ዝመፃኹ ቪድዮ ታዩ ምስ ሲስተረይ ከተማ ወፂና ዘሕለፍናዮ ግዜ ሒዘልኹም መፅየ እኒኦኹ። ሓደ ሓደ ግዜ ኣብ ጣዕመት ክኾን ንሃለየ ብፅባሒትኡ ድብርብር ዝብለካ ነገር ኣሎና ደገ ወፂና ክንዝናነና ከምዚ ትሪእዎ ኣለኹም ምዛ ፅብቕቲ ሓፍተይ ናኸድና ኢና ማለት እዩ። ቅድሚያ ግን ትማሊ ኣብ ዝሰደድክዎ ቪድዮ እናተፀበና ክትውዒልና ዘይሰደድኺ ገለ ኢልኩምኒ ብጣዕሚ ይቅርታ ክንቀፅዐኪ ኢና እውን ኢልኩምኒ ኢኹም ቅፅዓት ክቐበል እየ ፀገም ዘለዎ ይኾነይ ታይ ክቐፃዕ ፀሓፉለይ እሞ ዝኣዘዝኩም ንክቐፃዕ እየ ይብለኩም ክቡራተይ ብሃንቀውታ ስለ ዝፅበዩኒ ከዓ ብልቢ እየ ዘመስግን ኣነ እውን ልክዕ ከምኡ ክኣ ከማኻቶም ሓንቲ ትማል ዝበልኹኹም ዘይፖሰትኩ ሓዲረስ ከመይ ናበለኒ ከም ዝሓደረ ክነግረኩም ይኽእል እየ ማለት እዩ እና ልኾም እየ በቃ መዓልታዊ ፖስት ትገብር መዓልታዊ ውዕለይ ሸር ዝገብረኩም ከምኡ ክምትምት ስለ ዝብለኒ እዩ እና ኣብዚ ለኸተማ ናኸድና ታክሲ ድሕሪ ክንደይ ሰዓታት ከምቲ ልሙድ ተጸቢና ታይ ጌርና መሲልኩም ኣብዚ ላብ ታክሲ ናኣቲና ኒኤና ሕዚ ያው ላብለይ ቦታና ኢና ናኸድና ኔርና ታክሲ ስኢንና ስታይል እና ጌርና መሲሉኩም ኣብዛ ጠጠው ኢልና ኣላ ነበርናስ ናብዙ ንሕና ንኸዶስ ብተቓራኒ ንኸድ ኔሩስ ካብኡ ዝኾነ ሰብ ወሪዱ ማለት እዩ። በይዛ ከምሳኻ ተማልአና እሞ መልሰና ኢልናዮ ሒዝዎም ነበሩ ሰባት ኣብፂሕና ማለት እዩ። እንደገና ምስኡ ሞሊሱና ክንደይ መንገዲ ተጓዒዝናና እና ታክሲ ነገር ከምኡ እዩ እኒኦ ሎሚ ኣብ ዓድና ኤሌክትሪክ ዝበሃላ እኒኦዋ ዘመላልሳ ታክሲ እንኳን ግደፍዎን ከቢረን እየን ኣይርከባን ግን ብኤሌክትሪክ ዝንቀሳቐሳ ባጃጃት እኒኦዋ ከምዘን ትሪእዎን ኣለኹም ብኣኣተን ማለት እዩ ብኣኣተን እንኳን ያው ንእሽተይ ቅንስ ለበለ እዩ ትራንስፖርት ታክሲ ሰማንያ ሓደ ሓደ ግዜ ሚእቲ ይብልዎ ሓደ ሓደ ግዜ ሰብዓ ይብልዎ ኮምኢታት እዩ እኒኦ ነዳዲ ቀኒሱ ምናምን ዝበሃል ነገር ኒኦ ና ታክሲ ግን ክቐንስ ኣይረእኹይ ብዝኾነ በዘን ኤሌክትሪክ ያው ደሓን ኮይኑ እዩ ኣብ መጀመርታስ ነዳዲ ወሲኹ ክበሃል ናሃለየ ዋላ እዚኣቶም ሓምሳ እዮም ዝብሉና ነይሮም ሎሚ ግን ያው ብሰላሳ ብሰላሳ ክትከዲ ክትመፂ ብሱሳ ማለት እዩ ተተረኺበን እየን ግን ናንሸዑ ይርከባ እምበይ ተተረኺበን ልክዕ ብሰላሳ ብሕሳዊ እዮም ዝወስዱን ኣለዉ ኣብዚ ሀው ከምቲ ትርእዩና ኣለኹም ሰባት ኣብጺሕና እናተመለስና ኢና፣ ንከተማ እናወጻና ኢና፣ ውዕሎና እንታይ ይመስል ነይሩ፣ ኣብ መጨረሻኸ እንታይ እዩ ገጢሙ ዝብል ከርእየኩም እየ ማለት እዩ። ያው እዚኣ እዛ ሲስተረይ ከም ዝስዕለልኩኹም ጓል ሓፍትነይ እንድያ ሓደ ከዓ ነይሩ መሳርሕተይ ኣጋጣሚ ክልቲኦም ዝፋለጡ ጸኒሖም ማለት እዩ። ካብኡ እንታይ ተፈጢሩ መሲልኩም እዙ መሳርሕተይ ነዛ ሲስተረይ ብዩቱብ ምስ ረኣያ ለከ ብጾት ነይሮም ኣብ በረኻ ብሓንሳብ ብዙሕ ነገር ኣሕሊፎም ማለት እዩ ኣብዚ ሮማናት መናፈሻ ኣቲና ኢና ከምዚ ትርእይዎ ኣለኹም ሞብ ዩትበር እውን ረኺብና እያ እስኪ ንዕ ንጫወት ንዝናነ ተባሂልና ደስ ልብል ግዜ ናሕለፍና ኢና መብዬም ከምዚ ቁንን ኢላ ኣጥዕምዕም መቢሉላይ እኒኦ ቆንጆ እያ ኮይና እኒኣ ሰበይቲ ቁኖ ብጣዕሚ እዩ ዘጥዕመላ ኣብዚኣ ቡና ኣብዛ ረሞናት መናፈሻ ቡና በርብዓ ቅርሺ ፀባ ከዓ ብሰብዓ ቅርሺ ሰቲና ይብለኩም ትኩስ ትኩስ ነገር ናበለና ነይሩሲ እና ናብ ቡና ዋጋ ኣርብዓ በፂሓ ኣላውዚ በእርግጠው ኩሉ ቦታ ሓደ ይኮነን ሰላሳ ኣትያላለ ሓንቲ ፍንጃል ከከም ገዝኡ ግን ኣፈላላይ ኣለዎ እዩ ማለት እዩ። ትሕቲ ሰላሳ ግን የለን። ኣብዚ ኸው ከምዚ ኢልና በቃ ፍትሕ ኢልና ዘለዎ ንፋስ ነገራቱ ደኣ ክባር ይኹን እምበር ግን ንፋስ ከዓ ኣለዎ ደስ ዝብል ንፋስ ነይርዎ። ደስ ልብል ግዜ ኢና ኣሕሊፍና ይብለኩም።

ሃይ መስል ነይሩ ምድኻም ዝብል ካልኦት እኔ በዚ ጌርና ኸኣ ናብ ዝኾነ ቦታ ኢና ንኸድ ኣለና እዚ ማእኸል ሮማናት ማእኸል ከተማ ሮሚና ትሪእዎ ኣለኹም ከባቢ ሮማናት ኣደባባይ ይበሃል ግን ዞርና ያው ንሕና ስኳ ኣጋይሽ ኢና ታይ ዝበሃል ቦታ ንፈልጥዋ ኣነ ብእግርኻ ምንቅስቃስ በቃ ደስ እዩ ዝብለኒ ምስ ወዲ ትኸይደስ ገለ ስለ ዝደሊ
ጎዝ እያ ብእውነት እሞ ሪኣቶ ዲያ ተጓዒዝና ናብ ከመይ ዝበለ ቦታ ኢና

ይኸው ከምዚ ትሪእዎ ኣለኹም ኣውዲት ተሰቒልና ናብ ዲያስፖራ ዝበሃል ሰፈር ክንከድ ኢና ማለት እዩ። ዲያስፖራ ዝበሃል ሰፈር ፅፍፍ ዝበለ ፅሪሪ ዝበለ እዩ እሞ ደስ ይብለካ ዝመስል ክትሪኦ ንሃለኻ ሓደሽቲ ሕዚ ዝስራሕ ዶ እዩ ዝመስል ልክዕ ከም ሰብዓ ካሬ ፅሬት ዘለዎ ገለ እዩ። ይኸው ኣብዚ ኣቲና ዲያስፖራ ወሪድና ከምዚ ትሪእዎ ኣለኹም ከምዚ ናብ ቆንጆ ቦታ ዝኾነ ሰብ ወሲዱና ክንዝናነ ኢልና ናብዚ ኣቲና ይብለኩም እቲ ቦታ ታይ ይመስል እቲ ምግቢ ከ ክንደይ ይሽወጥ ንዝብል ከዓ ከርእየኩም እየ ማለት እዩ። ይኸው እቲ ቦታ ግን በስመ ኣብ መንፈስካ ይሕድስ ለብለልካ ብጣዕሚ ደስ ዝብል ከምዚ ትርእይዎ ኣለኹም ኣየር እኒኦዎ ንፋስ እኒኦዎ እቲ ኢልካሲ መቐለ ሕዚ ብጣዕሚ እያ ሞይቋትና እኒኣ ብፍላይ ለይቲ ለይቲ ግደፍዎ ዘሎ ምቆት ክነግረኩም ይኽእል እየ ካብ ምቆት ወፂኻ ናብዚ ቦታ እዚ ምኻድ ከዓ ዘለዎ ደስታ ክነግረኩም ይኽእልን ኣብዚ ኮፍ ኢልና እዛ ትርእይዋ ኣለኹም ምግቢ ዓዚዝና ማለት እዩ እዚኣ ፍርቂ ኪሎ ና ጤል ስጋ እያ ክንደይ ዋጋኣ ምዃኑ ክናገረኩም እየ ይሀው እዚ ሰፈር ግን እዚ ቦታታት ግን ነዚ መስል ኢደን ክሕፅባ ከይደን ኣብዚ ኣነ በይነይ ናለፍለፍኩ እየ ናዋጋዕኩ እየ ግን ዝማይ ድምፂ በቃ ዝኾኑ ጫሕ ዝብል ጫጫታ ነገሎ እኒኦዎ ዝኾነ ድምፂ እኒኦዎ ድምፂ ኣየስምዕ ብፍላይ ኣብ ቪድዮ ከዓ ዝኾነ በቃ ድምፂ ተጋኒኑ ኢሉ ወፅእ እና ኣብዚ ይሀው ከምዚ ትርእይዎ ኣለኹም ዘን ቆነጃጅት ኢደን ተሓጺበን ከምዚ ኢለን መጺኤን ታራይ ኣነ ከዓ ተሓጺበ መጺኤ ኣብዚ በቃ ገለ እዩ ኣለኹ እንታይ እዩ ዝሎ ኣለኹ ይፈልጢ ብዝኾነ ናብዛ ምግብና ክነብለኩም ኢና ለቐደም ቦሉ ናበልና ኢና ለቐደም ቦሉ ባርኹልና ይሀው እዛ ምግቢ እዚኣ ዋጋኣ ክንደይ መሲልኩም? እስኪ ቅድሚ ምንጋረይ ክንደይ ገሚትኩም ትኾኑ? ብውሽጥኹም ክንደይ ገሚትኩም? ፍርቂ ኪሎ ጤል እያ ዋጋኣ ሽሕን ክልተ ሚእትን ማለት እዩ ኣካሲርና ዝኾነ ሽሕን ክልተ ሚእትን እያ ትሽወጥ እዛ ጥብሲ ኣብ ዓድና ያው ከምዚ በፂሑ ኣሎ ክንደይ ገዲፍኩምዎ ነይርኩም ቀደምኸ ያው ከምቲ ዝበልኩኹም ከከም ገዝኡ ይፈላለዩ ኣብዚ ቦታ እዚ ግን ሰመቲክ ድዩ ዝበሃል ሰመቲክ ይመስለኒ እዚ ቦታ ኣብ ዲያስፖራ ኮይኑስ ዓሰርተ ሸውዓተ ድዩ ገለ ይብልዎ ነይሮም ብቻ ደስ ዝብል ቦታ እዩ ዘለዎ ነፃነት ኡፍ ስቕሉ ደስ ይብለካ ብእውነት ካብ ገዛ ውፅእ ኢልናስ ንእሽተይ እሰይ ክንናፈሳ እዛ ሲስተረይ እውን ከተማ ከተማ ከተማ ናበለት እንድያ ህውኽ ከቢላትኒ ነይራ ኣብ ገዛ ኮፍ ኢልና ድብርብር ኢሉና ኔሩ ዝኾነ ሰዓት ከተማ ንኺድ ተባሂልና ኔርና ኣይ ኣውደኣመት ደገ ካብ ንወጽእሲ ኣውደኣመት ሕልፍ ኣቢልና ንውጻእ ተባሂልና ኢና ወጺና ከምዚ ትርእይዎ ኣለኹም ሞቡ ምሳና ጸዊዕና ደስ ዝብል ግዜ ኣሕሊፍና ይብለኩም ይኸው እዛ ምግብና እምበኣር ሽሕ ንክልተ ሚእትን እያ ብዝኾነ ብኣኻትኩምኸ ከመይ ኣሎ ናብራ ሂወት ኹሉ ሰላም ድዩ ንሕና ይሀው እግዚኣብሔር ይመስገን መቐለም ናተመቸየትኒ እያ ናለመድኹዋ እየ ኣነ እውን ምንም ኣይትብልን ይሀው እዛ እንጀራ ከምዚኣ ጌርና ወዳዲእናያ ኣነ ኣብ ደገ ምግቢ ተኣዚዝና ክተርፍ ደስ ኣይብለንን በእውነት ቅርሺ ዝኹላይ ገንዘብ ከፊልካ ናበላዕካሲ ክተርፍ ደስ ኣይብለንን ብዝኾነ በላሊዕና እወይ ዘይረእኹኹም ነገር ባ ነይሩ ቪድዮ ቀረፅኹን ማለት ድዩ ናሰተና ልስተም ነይሩ በኣርባዕተ ሚእትን ሓምሳን ሂብና ሰቲና ዘና ኢልና ተጫዊትና ከምዚ ትሪእዎ ኣለኹም መንፈስና ሓዲስና ናኸድና ኢና ከመይ ሪኢኹምዎ ሰፈር ደስ ይብል ዶ ለካ ዝቀረጽኩ መሲኑ እምበይ ብዙሕ ኣይቀረጽኩን እኮ ብዙሕ ኣይረኣኹኹምን። እዚኣማ ድጋሚ ከይደ ሓደ መዓልቲ ብስነ ስርዓት ካሜራማን ሒዘ ከይደ ምናምን ከርእየኩም እየ ማለት እዩ። ንስኻትኩም እውን ትጉብንይዎ ምእንታይ ይኸው ነዚ መስሎ ኣፍ ደጉኡ ዘሎ ከዓ እዚ ወፂና ተጫዊትና ዳርጋ ምሸት ወገን ኢና ንምለስ ኣለና ንገዛና ማለት እዩ። እዚ ቦታ ነዚ መስል ፎቲኹምዎ ክትኾኑ ተስፋ ይገብር ይሀው እቲ ሰፈር ክዓውት እኒኦ በዚ ታክሲ ክንፅበ እናወፃና ኢና በዚ ጌርና ከምዚ ከምዚ ናበልና ታክሲ እውን ያው ትፅብ ኢና ፀሓይ ነይራ ንእሽተይ ውቕዕ ውቕዕ ቢላትና ከተማ ኣቲና ይሀው ምዝ ሸሪፎ ተራኺባ ዝሓፍተይ ይብለኩም ኣለኹ ኣራኺብናዮም ናተሰዓዓሞም ማእኻል ከተማ ኮይኑኒ ኣይቀረጽክዎምን እምበር ይብለኩም ክሰዓዓሙ ክንደይ ሰዓታት እዮም ወሲዶም ይሀው ረሲዓትና በቃ መጀመርታ ጥርቅም ምናለት ኔራስ ምስኡ ምስተራኸበት ፀሓያ ቦሪቑላ ይብለኩም ርኢኹም ዶ ኣጋጣሚ እዚ ውን ኣጋጣም ዓርከይ ኮይኑ ጸኒሑ መሳርሕተይ እቲኣ ውን ሲስተረይ ኮይና ጸኒሓ ኽልቲኦም ኣራኺበዮም ኣብ በረኻ ብዙሕ ግዜ ብዙሕ ኩነታት ብዙሕ ነገራት እዮም ኣሕሊፎም ናዕለሉ ናሳሓቁ ገለ እዮም ነይሮም በቃ እና ብጣዕሚ ልገርመኩም ብጣዕሚ ደስ ኢልዋ እኒኦ እዛ ሲስተረይ ትርእይዋ ኣለኹም ይሀው በቃ ብስሩ የሰዶን እያ ኢላ ኣረ ስደድዮ ናበልኩዋ ብስሩ ብፃየይ ሓላፊኣ ነገር እዩ ነይሩ ይመስለኒ ከዓ እሞ ኣቦይ እኮ እዩ ኣቦይ ትብሎ ንሱ ከዓ ዛጓለይ ዛጓለይ እዩ ዝብል ኣብ ድሕሪ ኣርባዕተ ሓሙሽተ ዓመት ኢና ተራኺብና ኢሎም ያው እዚ ናይ በረኻ ላይፍሲ ከውግኣኻ ናሃለዉ ሓደ ሓደ ግዜ ትፍቕሮም እቲ ብጻይነቶምስ ብኦነት ኣነ ብጣዕሚ እየ ዝግረም ኣነ ሓፍተይ ሀዚ ከምዚ ምስ ወዲ ልጥፍጥፍ ክትብል ገለ ደስ ኣይብለንን ነገር ግን ትና ብጾት ፍቕሪ ምናምን በቃ ኣብኣቶም ክሪኦም ናሃለኹ ካልኦት እውን ከዕልሉ ገለ ክሰምዕ ናሃለኹ ግን በቃ እቲ ፍቕሮም የቕንኣካ። እንድዒ በቃ ንፁህ ዝኾነ ናይ ሕውነት ፍቕሪ እዩ ዘለዎም እና ኣብዚ ኮፍ ኢልና ዕልል ኣቢሎም ኣነ ቪድዮ እናሰራሕኩ ንቲክቶክ ዝኸውን ኣብ በረኻ ዘሕለፍዎ ሂስትሪ ናውግዑ ገለ ብጣዕሚ እዩ ሰሓቕ ናመፀኒ መንጎ ናቐረፅኩ ናሰሓቕኩ ገለ የኔራ በቃ ብቻ ብጣዕሚ ዝምስጥ ዕላላት እዩ ነይሩ። እዚ ናይ ገድሊ ታሪክ ክትሰምዕ ኣነ በነገራችን ላይ ናይ ገድሊ ታሪክ ከዕልሉ ናሃለዎ ብጣዕሚ እየ ተመሲጠ ልሰምዕ ትኩረት ሂበ እየ ከዓ ልሰምዕ ኣብ ደገ ናሃለኹ ሲ በቃ ክበረኻ መፂኦም ሓደ ሓደ ተጋደልቲ ዝኾነ ሶሻል ሚዲያ ቀሪቦም ሂስትሪኦም ይዛረቡ ነይሮም እና ዳርጋ ንክልተ ሰዓት ንሓደ ሰዓት እዩ ፈረቓይ ዝኸውን ታሪኾም ኮፍ ኢለ እየ ዝሰምዕ ነይረ ማለት እዩ ስራሐይ እናሰራሕኩ ሄልፎን ገይረ ይሰምዖም ነይረ እና በቃ እና ተጋደላይ ታሪክ ክሰምዕስ ብጣዕሚ እየ ዝጓጉይ ማለት እዩ ሓደ እቲ ፍቕሮም በቃ ብዝበለፀ ካብኡ ሓሊፉ ከዓሲ ኣብዚ በረኻ ዘሕልፍዎ ዝነበሩ ሂወት እሲ እውይ ብቻ ኣብ መንጎ ሰሓ ኣብ መንጎ ከዓ ዝኾነ ብፃዮም ትዝ ይብሎም እሞ ናብ ዝኾነ ትዝታ ይምለሱ ምናምን ብቻ እንድዒ ትፈልጥዎ ትኹን ኢኹም እና ብጣዕሚ ዝተፈራረቐ ስሜት እዩ ዝስምዐካ ብዝኾነ እዚ ኣዋጊዕና ደስ ልብል ግዜ ሕሊፍና ይኸው ከምዚ ከምዚ እና ኣብዚ ናሳዕሳዕና ኣዊናዮስ ዋይ ሓደ ኣፊቱ ወላ ከላህ የክል እምበር ተሲኤ ኢሉ ተሲኡ የላህየና ኣሎ ሸሪፎ ወይ ከዓ ጎጎ ሚድያ ዩቱብ ቻናሉ ንዘይትፈልጡ ከዓ ጎጎ ሚድያ ዝብል ዩቱብ ቻናል ኣሎ እዩ ሳብስክራይብ ገርዎ ኣብ ፌስቡክ ከዓ ሕድያት መቐለ ይብል መቡ ያው ትፈልጥዋ ኢኹም ትኾኑ መብዛሕትኹም መቡ ቱብ ይብል ኣብ ፌስቡክ ከዓ ጀግና የኣረብ ሃገር ሴት ይብል ማለት እዩ። ሎማዓንቲ ዝነበረና ቪድዮ ነዚታት ይመስል። ብካሊእ ቪድዮ ክሳዕ ንራኸብ ሰሰናይ ንዓኹም ቻው። ብጣዕሚ እየ ዝፈትወኩም።